ኣብ ዝተፈላለየ ከባቢታት ሃገር ዝተዋደዳ ትካላት ማሕበራዊ ኣገልግሎትን ብዝተገብረ ምጥርናፍ ዓድታትን ኣብ ርግኣት መነባብሮ ልዑል ኣስተዋፅኦ ይገብር ከምዘሎ ይፍለጥ። ኣብ መዝረት ንኡስ ዞባ ሃበሮ ተሰላሲሉ ዘሎ ድማ መርኣያ ናይዚ እዩ። ዘሎ ብልጫታት ንምዕቃብን ሕፅረታት ንምምላእን ኣብ መንጎ ህዝብን ሓለፍትን ዝግበር ርክብ ኣገዳስነቱ ልዑል እዩ። ኣመሓዳሪ ዞባ ዓንሰባ ኣብቲ ምምሕዳር ከባቢ ንዝገበሮ ዑደትን ምስ ዝምልከቶም ኣካላት ዘካየዶ ርክባትን ኣመልኪቱ ወኪል ኤሪና ዮሱፍ እድሪስ ንዝለኣኾ ፀብፃብ ሊድያ ተኽለማርያም ክተቕርቦ እያ።
ኣመሓዳሪ ዞባ ዓንሰባ ኣቶ ዓሊ ማሕሙድ ኩነታት ኣብ ምምሕዳራት ከባቢ ሃበሮ ፃዕዳን መዝረትን ንኡዞባ ሃበሮ ዝርከባ ትካላት ማሕበራዊ ኣገልግሎት ተዓዚቦም። ኣቶ ዓሊ ኣብቲ ብኣመሓዳሪት እቲ ንኡስ ዞባ ወይዘሮ ዓሻ ዓሊ ኖር፣ ኣመሓደርቲ ትልሚ ምሕደራት ከባብን ርእሰ መምህራንን ተሰንዩ ዘካየዶ ዑደት፣ መዐደሊ ዝስተ ጽሩይ ማይ፣ ኣብያተ ትምህርትን ኣብ መጻኢ መዕቆሪ ማይ ክስርሓሉ ዝኽእል ቦታን በጺሖም። ኣብቲ ኣጋጣሚ፣ ማይ ክዕቆረሉ ብዛዕባ ዝኽእል ቦታታት፣ ብክኢላታት ሕርሻን ምህንድስና ትሕተ ቅርጽን ኣብ መጽናዕቲ ዝተመርኮሰ መብርሂ ተዋሂቦም። ዝካየዱ መጽናዕትታት ክጻፈፉን ኣብ ግዜኦም ክትግበሩን ዘዘኻኸረ ኣቶ ዓሊ፣ ነበርቲ ጸጋታት ከባቢኦም ተጠቒሞም ኣሕምልትን ፍረታትን ብምልማዕ መነባብሮኦም ከመሓይሹ ምእንቲ፣ ግቡእ መጽናዕቲ ምስ ተኻየደ ራህያ ክህነጸሎም ምዃኑ ገሊጹ። ሰለስተ ርብዒ ካብ ነበርቲ ምምሕዳር ከባቢ መዝረት ከም ዝተጠርነፈ ዝሓበረ ኣመሓዳሪ እቲ ምምሕዳር ከባቢ ኣቶ መሓመድ ፈረጅ፣ ተባላሽዩ ዘሎ ብጸሓያዊ ጸዓት ዝሰርሕ ምንጪ ማይ ክጽገነሎም ኣተሓሳሲቡ። ርእሰ መምህራን ንኤሪና ኣብ ዝሃብዎ ሓበሬታ፣ መረዳእታ ወለዲ ኣብ ኣገዳስነት ትምህርቲ እናበረኸ ብምምፅኡ ተሳታፍነት ኣብ መኣዲ ትምህርትን ውፅኢት ተምሃሮን ክብ እናበለ ይመፅእ ከምዘሎ ብምግላፅ፣ ንዝበለፀ ውፅኢት ፅገና ዘድልዮ ትሕተ ቅርፂ ናይተን ኣብያተ ትምህርቲ ክፅገን ኣዘኻኺሮም።
ኣብ ዞባ ዶብ ያታዊ ባህሊ ንምብርባር፣ ንምዕቃብን ንምውርራስን ዝካየድ ዘሎ ጻዕሪ ብዝለዓለ ከምዝቕጽል ዋና ዳይሬክተር ክፍሊ ባህልን ስፖርትን ናይቲ ዞባ ኣቶ ኣብርሃም ዮሃንስ ሓቢሩ። ብሰለስተ ታሕሳስ ኣብ ከተማ ሰንዓፈ ኣብ ዝተገብረ ኣኼባ ኣቶ ኣብርሃም፣ ያታዊ ባህሊ መበቆላዊ ሰረቱ ከይሃሰሰ ክዕቀብን ሓደስቲ ወለዶታት ክወርስዎን ምምሕዳር ዞባ ዶብ ዓቢ ቆላሕታ ሂቡ ብውህደት መሻርኽቲ ይሰርሓሉ ከምዘሎ ኣብሪሁ። ኣማሓዳሪ ንኡስ ዞባ ሰንዓፈ ኣቶ ህዝቅያስ ውህበት ብወገኑ፣ ጥንታውነቱ እናነከየ ክኸይድ ዝጸንሐ ያታዊ ባህሊ ንምዕቃብ፣ ኣብ መንጎ ዓድታትን ውልቀ ሰባትን ውድድር ብምስራዕ ዝካየድ ዘሎ ንጥፈታት ኣበርክትኡ ቀሊል ስለዘይኮነ ብዝለዓለ ክቕጽል ኣዘኻኺሩ። ተሳተፍቲ ብወገኖም፣ ባህሊ ነጸብራቕ መንነትን ምስልን ሕብረተሰብ ብምዃኑ፣ ዝግበር ዓይነት ምትብባዓት ክቕጽል፣ ብዛዕባ ያታዊ ባህሊ ኣብ ኣብያተ ትምህርቲ ኣስተምህሮታት ክወሃብ ዝብልን ካልእን ርእይቶታትን ለበዋታትን ኣቕሪቦም።
ሃማደ ጨንፈር ዞባ ጋሽ ባርካ ኣብ ክልተ ሽሕን ዓሰርተ ሽዱሽተን ንዘሰላሰሎ ንጥፈታት ብምግምጋም ብልጫታቱ ብምዕቃብ ሕፅረታቱ ንምውጋድ ብቐንዱ ኣብ ምንቃሕ፣ ምውዳብን ምሕያል ዓቕምታትን ኣባላት ዘተኮረ መደባት ስራሕ ሰሪዖም። ኣብቲ ካብ ሰላሳ ሕዳር ክሳብ ሓደ ታሕሳስ ኣብ ከተማ ባሮት ዝተኻየደ ገምጋም፣ ሓላፊት ጨንፈር ወይዘሮ ይሕደጋ ዮሃንስ ኣብ ዘስመዓቶ ቃል፣ ዘይተወደባ ደቂ ኣንስትዮ ብሓፈሻ፣ ተማሃሮ ማእከላይን ካልኣይን ደረጃታት ድማ ብፍላይ ኣብ ማሕበር ተጠርኒፈን ኣብ ዓወት ዝተወጠኑ መደባት ኣበርክቶኣን ንምዕዛዝ ዝተኻየደ ጻዕሪ ዕዉት ምንባሩ ገሊጻ። ወይዘሮ ይሕደጋ ኣስዒባ፣ ሞያዊ ዓቕሚ ደቂ ኣንስትዮ ንምምዕባልን ንምሕያልን ዝወሃቡ ስልጠናታት ኣብ ስራሕ እወታዊ ውፅኢት ከም እተረኽቦም ብምሕባር ድማ ተሳታፍነት ደቂ ኣንስትዮ ኣብ ኩሉ ዓውደ ስርሓት ዝነኣድ ምንባሩ ኣብሪሃም። ኣብ ዝተኻየደ ዘተ ምስ መሻርኽቲ ብሓፈሻ፣ ምስ ምምሕዳር ህግደፍ፣ ሚኒስትሪ ትምህርቲ፣ ሚኒስትሪ ጥዕና፣ ሚኒስትሪ ዕዮን ሰብኣዊ ድሕነትን ካልኦትን ዘሎ ናይ ስራሕ ሽርክነት ኣብ ኣድማዕነት ዝሰላሰሉ መደባት ዓቢ ኣስተዋፅኦ ከም ዝነበሮ ኣብሪሁም። ኣብ ከባቢታት ደርሰነይን ማይ ቆቛሕን ተተግቢሩ ዘሎ ናይ ምግራብ ንጥፈታት ከምኡውን ሃሳዪ ልምድታት ናይ ምውጋድ ጐስጓሳትን ኣብ ባይታ ኣምጺእዎ ዘሎ ለውጥን ንናይ ምግባር ዓቕሚ ደቂ ኣንስትዮ ዘጉልሕ ምዃኑ ክግለጽ እንከሎ ነዚ ብኣብነት ዝጥቀስ ዕዮ ንምስፋሕ ብዝለዓለ ክስራሕ መዘኻኸሪ ቀሪቡ። ኣብ መወዳእታ ኣኼበኛታት ጐስጓስ ኣብ ተመሃሮ ክጽዕቕ ኣብ ኣብያተ ፍርዲ ንጉዳይ ደቂ ኣንስትዮ ብቐረባ ዝከታተል ኣካል ክህሉ፣ ወርሓዊ ክፍሊት ኣባልነት ብግቡእ ክእከብ ዝብሉን ካልኦትን ለበዋታትን ርእይቶታትን ኣቕሪቦም።
ንምንቅስቓስ ተሽከርከርትን ኣጋርን ከጸግም ዝጸንሐ ጽርግያታት ብምውህሃድ መንግስትን ህዝብን ክጽገን ምጽንሑ ይፍለጥ። ሳላ ዝተወስደ ተበግሶን ዝተኻየደ ጻዕርን ድማ ኣብ ምቅላል ኣገልግሎት መጓዓዝያ ኣስተዋጽኦ ክገብር ጸኒሑ ኣሎ። ከም መቐጸልታ ናይዚ፣ ኣብ ዞባ ደቡብ ንኡስ ዞባ ጸሮና ካብ ቀላይ በዓልቴት ናብ ኣሸራህ ዝኣቱ ናይ ሓመድ ጽርግያ ንምጽጋን ተበግሶ ተወሲዱ ኣሎ። ወኪል ኤሪና ፊልሞን ትካቦ ንዘዳለዎ ጸብጻብ ሸዊት ገብረብርሃን።
ነበርቲ ምምሕዳር ከባቢ ዑናዓንዶም፣ ዓዲሓርገጽን ዓዲከረንን ንኡስ ዞባ ጸሮና፣ ዓቕምታቶም ኣወሃሂዶም ካብ ቀላይ በዓልቴት ናብ ኣሸራህ ዝኣቱ ዕስራን ሰለስተን ኪሎ ሜትር ዝንውሓቱ ናይ ሓመድ ጽርግያ ይጽግኑ ኣለዉ። ብመሰረት ሓበሬታ ነቲ ስራሕ ዝከታተል ዘሎ መሃንድስ ተኽሊት ሰለሙን፣ እቲ ብምውህሃድ ህዝብን ኩባንያ ሓፈሻዊ ህንፀት ብድሆ ዝሰላሰል ዘሎ ስራሕ፣ ኣቐዲሙ ንዝፀንሐ ዘይምቹእ ፅርግያ ብሓድሽ መስመር ናይ ምትካእን ምስፋሕን መስርሕ ዘጠቓለለ እዩ። እዚ ንሰርሖ ዘለና ካብ ቀላይ በዓቲ ተበጊሱ ስጋብ ዓሸራ ወይ ከኣ ቀላይ በዓትት ጫሉ ሃዳድም ይበሃል። ን ትሽዓተ ዓድታት ድማ ዝጠርነፈ እዩ። ትሽዓተ ዓድታት ክንብል ከለና ገሊኡ ዝጽገን መንገዲ ገሊኡ ድማ ሓድሽ መንገዲ ድማ ዝሰራሕና ኣለና። እቲ ጽርግያ ግፍሓቱ ካብ ሽዱሽተ እስካብ ሸሞንተ በጽሕ ማለት እዩ። እቲ ግፍሓት ዘለዎ ማለት እዩ። እቲ ንውሓት ካብ ቀላይ በዓትት እስካብ ዓሸራ ዕስራን ሰለስተን ኪሎ ሜትር እዩ። እቲ ብከበድቲ ማሽነሪታት ዝትግበር ዘሎ ዕዮ ሰማንያ ሚእታዊት ከም እትዓመ ዝሓበረ መሃንድስ ተኽሊት፣ ህንፀት ፅርግያ ካብ ምስርሑ ምዕቃቡ ስለዝከብድ ህዝቢ ካብ ፍግረ መሬትን ምብልሻውን ክከላኸለሉ ተማሕፂኑ። ፅርግያ ክስራሕ ከሎ ንክትሰርሖ ቀሊል እንድዩ ንክትዕቅብዎ ግን ኣዝዩ እቲ ዝኸበደ እዩ። ምኽንያቱ ማይ ይመፅእ ብዝኾነ ነገራት ክበላሾ ይኽእል። ህዝቢ እንዳፈወሰ ካናል እንዳሰርሐ ፅቡቕ ገይሩ ክሕዞ ከምዘለዎ ኢና ንሕና ክነላብቦ ዘለና። ነበርቲ ብግደኦም ኣብ ዝሃብዎ ሪኢቶ፣ ሕሙማትን ነብሰ ፆራትን ቀንዲ ግዳያት ናይዚ ጠንቂ ሕፅረት መጓዓዝያ ኮይኑ ዝፀንሐ ኩርባታት ዝበዝሖ ዘይጥጡሕ መስመር ምዃኖም ብምሕባር፣ ምጽጋን ናይ'ቲ ጽርግያ ኪኖ'ቲ ኣብ መዓልታዊ መነባብሮኦም ዝፈጥሮ መስተርሆት፣ ኣብ ምዕባለ ዓድታቶም'ውን እወታዊ ተራ ከምዘለዎ ገሊጾም። ካብ ማሕበራዊ ናብራ ተገሊልና ኢና ጸኒሕና። ካብ ማሕበራዊ ናብራ ተገሊልና፣ ካብ ማሕበራዊ ናይ'ቲ መንግስቲ ክህበና ዝኽእል ዝኾነ ነገር ጉሉላት ጸኒሕና። ሕጂ ግን ሓደ ነገር ከፊቱ ኣሎ። ብፍላይ ምስ ዓዴሕ ዘሎ ዞባ እንተተረኺቡ ዝተወሃሃደ መስመር ኮይኑ ኣዚና ተረባሕቲ ኢና። ንወለዶታት ዝኸይድ ሕጋዊ መስመር ኮይኑ ብምኻዱ ጽባእ ብልጫ ዘለዎ ንሱ እዩ። ክፈርስ ይኽእል ክትከብ ይኽእል እዩ ግን እቲ ዘይፈርስ ነገር መንግስታዊ ደረጃ ምሓዙ እቲ ጽርግያ ነብሲ ወከፍ ሰብ ደኺምና ሓሚምና ጸጊምኒ ከይበለ ከሎ ብገባራይ መልክዕ ሓሙሽተ ሚእቲ ናቕፋ ከነውጽእ ኣውጺእና ጽርግያና ቀዳማይ ረድኤት ዘይኮነስ ምሉእ ብምሉእ ክኾነልና ከማን ድሒሩ ተስፋ ኣለኒ። ብናይ ጥዕና ጉዳያት ክንሪኦ ከለና ኹን ንዝኾነ ምዕባሌ ንሓፈሻዊ መጻኢታት ንኹሉ ነገራት መጓዓዝያ ምስ ሓዝካ መስመር ምስ ሓዝካ እቲ ኩሉ ክትበጽሖ ትኽእል ማለት እዩ ስለዚ ኣብዚ ተራ ናይ ማሕበራዊ ኣገልግሎት ናይ ዝኾነ ዓይኒ ወይ ከዓ እቲ ቀንዲ መይን ዝበሃል መጓዓዝያ ስለ ዝኾነ መስመር ናይ ብሓቂ ብቐሊሉ ዝግመት ኣይኮነን
ኣብ ንኡስ ዞባታት ሰንዓፈን ፎርቶ ሳዋን ኣብ ሕጊ ዘተኮረ ኣስተምህሮታት ንህዝብን ተምሃሮን ተዋሂቡ። ሓላፊ መደበር ፖሊስ ንኡስ ዞባ ሰንዓፈ ተለንተ ኣመናይ ዘውደ ኣብ ዝሃብዎ ኣስተምህሮ ተራ ሕጊ ኣብ ምክልኻል ገበናትን በደላትን ከምኡ'ውን ባህርያት መንእሰያት ምስ ባህልን ክብርታትን ሕብረተሰብ ብምዝማድ ሰፊሕ መግለጺ ኣቕሪቡ። ብስነ-ምግባር ዝተሰነየ ፍልጠት ኣብ ምህናጽ ብልጽግቲ ሃገር ወሳኒ ምዃኑ ዝጠቐሰ ተለንተ ኣመናይ፣ ተመሃሮ ካብ ዘይተደልየ ወልፍታት ተቖጢቦም ኣብ ትምህርቶም ብምትኳር ብሩህ መጻኢኦም ከማዕድዉ ኣተሓሳሲቡ። ኣዛዚ መደበር ፖሊስ ንኡስ ዞባ ፎርቶ ሳዋ ሰርገንተ ግርማይ ስጋለት ድማ ሕጊ ዘይምፍላጥ ካብ ተሓታትነት ስለዘየድሕን ተመሃሮ ኣብ ሲቪላውን ገበናውን ሕግታት ዘለዎም ኣፍልጦ ከዕብዩ ከምዝግባእ ብምሕባር ኣብ ዝተፈላለየ ከባቢታት ዝፍጸሙ በደላትን ገበናትን ካብ ዓይኒ ህዝቢ ስለ ዘይክወሉ ሕብረተሰብ ኣብ ምክልኻል ገበናትን ምቅላዕ ገበነኛታትን ተርኡ ከዕዝዝ ኣዘኻኺሩ። ተሳተፍቲ ብወገኖም ኣፍልጦኦም ኣብ ሕጊ ክብ ክብል ዝሕግዝ ኣስተምህሮታት ክቕጽል፣ ፖሊስ ካብ ህዝቢ ንዝመጹ ሓበሬታታት ቅልጡፍ ምላሽ ክህብ ዝብልን ካልእን ርእይቶታት ኣቕሪቦም።